ሰላም ወሰናይ ከምዚ ኣብ ላዕሊ ትሪእዎ ዘለኹም ሪኢቶ ከምኡ ውን ኮመንትስ ኣብ ቦታ ኮመንትስ ከምኡ ውን ብውሽጢ ተጻሒፍለይ እዚ ነዚ ዝጸሓፉ ሰባት ከኣ ገሊኦም ንኣሽቱ ኮኑ ከለዉ ከኣ መብዛሕትኦም ዓበይቲ ብዕድመ ካባና ናይ ብዙሕ ተመክሮ ዘለዎም ሰባት ዝጸሓፉ ወይ ማለት እዩ ካብ መጀመርቱ እታ ቪድዮ ንዕኡ ተባሂላ ተሰሪሓ ማለት እዩ ሓንቲ ነገር ክርደና ተቃወምቲ ኹን ደገፍቲ ብዘየገድስ መን ኢኻ ኤርትራ ብምዃንካ ጥራይ ኤርትራ ስለ ዝመጸት ኢና ኤርትራ ኢልና ንዛረብ ዘለና ማለት እዩ ኤርትራ እንተዘይትህሉ ናጽነት እንተዘይትመጽእ እዞም ስዋእት እዚኦም እዚኦም መናእሰይ እዚኦም ዕድሚኦም እንተዘይከፍሉላ ነይሮም ደሞም እንተዘይከፍሉላ ነይሮም ኤርትራ ኣላ ኢልና ሕጂ ካብ ተስዓን ሓደን ክሳብ ክልተ ሽሕ ዕስራን ሓሙሽተን ኢልና ኣይምተዛረብናን ኤርትራ ስለ ዘላ ንዛረብ ኣለና ማለት እዩ ሕጂ ብዛዕባ ናይ ኤርትራ ኢንዲፐንደንት ምዃና ናፃ ሃገር ምዃና ዘዛርብ ነገር የብልናን ተዛሪብና እውን ንመርሶ ነገር የለን ኦሬዲ ተስዓን ሓደን ኮይኑ ኤርትራ ናፅነት መፅያ ኢልና ኢና ጀሚርናዮ እቲ ናተይ ዘረባ ወይ እቲ ናተይ ቪድዮ ዝነበረ ድማ ኣነሲ መይ ዒስራን ኣርባዕተን ኣየብዕልን እየ መበለየ ምክንያት ከዓ ሓደ ክልተ ሰለስተ ኢለ ክሳብ ሓሙሽተ ገሊፀ እቲ ነዚ ከምዚ ዓይነት ኮመንት ዝፅሕፍ ሰብ ወይ ከምዚ ዓይነት ኮመንትስ ብውሽጢ እውን ምስ መፈራርሒ ዝፀሓፉለይ ሰባት ማለት እዩ ሓንቲ ነገር ክትርድኦም ዝደሊ ኤርትራሲ ኦኬ እቲኦም ንኤርትራ'የ ተባሂሎም ናጽነት መጺኣ ምሽ ናጽነት መጺኣሲ እቶም ንኤርትራ ኢሎም ዝወፈሉ ጀጋኑ ናጽነት ዘምጽኡ ከምኡ እውን ደሞም ዝኸፈሉ ስዋኣትሲ ነዚኣ ዘላ ሕጂ ኤርትራ ድዮም ተቃሊሶምላ ኤርትራ ከምዚኣ ትከውን መሬት ናይ ኤርትራ ሽዑ ይኮኑን ሰሪሖሞ ኣምጺኦሞ ወይ ካብ ላዕሊ ጥብ ኣቢሎሞ ኦሬዲ እቲ መሬት ነይሩ እዩ እቲ ህዝቢ ግን ቀሲኑ ክኣቱ ክሰርሕ ክወፅእ ተባሂሉ ደሞም ከፊሎምሉ ሂወቶም ከፊሎምሉ ንእስነቶም ከፊሎምሎም ካብቲ ናተይ ዲማንድ ዝነበረ ካብቲ ናተይ ሕቶታት ዝነበረ እዚአን ከይተመለሳ እዘን ሕቶ እዚአን ከይተመለሳ ኣነ ንመዓልቲ ናፅነት ኣየብለኒ እየ ዘብለኒ ድማ ቀዳማይ እቶም እሱራት ኢልና ንዛረብ ነርና ብዛዕባ እሱራት ክንዛረብ ኮና እዞም እሱራት ቴስዓ ፐርሰንት ካብቶም እሱራት ተጋደልቲ ዝነበሩ እዮም ንኤርትራ ናጽነት ከምጽኡ ዝተቃለሱ ንእስነቶም ዝኸፈሉ እዮም። ሓደ ክልተ ንኣሽቱ ጋዜጠኛታት ተዘይኮይኖም ብምሉኦም እቶም ናይ ጂ ፊፍቲን ነበሩ ካልኦት ኣብ ዝተፈላለየ ጽፍሕታት ኣብ ዝተፈላለየ ቦታታት ኮይኖም ሓቂ ዝተዛረቡ እሞ ኸዓ ኣብ እስር ቤት ዘለዉ እሞ ኸዓ ዝሓቐቑ ከምኡ እውን እቶም ደሞም ዝኸፈሉ ኩሎም ተጋደልቲ እዮም። ግን ነዛ ሕጂ ዘላ ኤርትራ ነዛ ከምዚኣ እንነብረላ ዘለና ፍቐድኡ ከም ደቂ ዛግራ ስደተኛት ኮይና እነብረላ ዘለና ኤረትራ ኢሎም ኣይኮኑን ጠቃሶምና ሕጂ እቲ ቤዚክ ሓሳባት ክርደኣና ኣለዎ ማለት እዩ ካልኣይ ኣብዚ ጽሒፎምለይ ዘለዉ ስዋኣትን ደቂ ስዋኣትን ኣዴታት ስዋኣትን ኢሎም ጽፎምለይ ኣለዉ ብዛዕባ እቶም ኣብ ፈቐድኡ ዝሽየጡ ዝልወጡ ዘለዉ ስደት ክህርተት ኢሎም ብሊብያን ብካልእን ዝመፁ ዘለዉ እዚኦም ኣሕዋተይ እዚኦም ኣብ ሽግር ከለዉ ኣነ ዒስራን ኣርባዕተን ግንቦት ኣየብዕልን እየ ዘበለኒ ከዓ እቶም ስድርኦም ስድራና ክጋደሉ ከለዉ እዚኦም ስዋኣት ደሞም ክኸፍሉ ከለዉ ስድርኦም ሽዑኡ ንደገ ዝወፁ ኣብ ደገ ኮይኖም ሂወቶም ዝነብሩ ዝነበሩ ደቆም ብሊብያ ኣይከዱን እዮም ብሊብያ ዝኸይድ ደቂ ድኻን ደቂ ስዋኣትን እዮም ዝበዝሑ ማለት እዩ ምክንያቱ ኣብ ካልኣይ ዓዲ ኣብ ሱዳን ድዮም ኣብ ኢትዮጵያ ድዮም ኣብ ካልእ ቦታ ምስ ከዱ እቶም ዘለዎም ኣየር ገይሮም እዮም ደቆም ዘስግሩ ማለት እዩ ስለዚ እዚኦም ኣዴታት ስዋኣት መን እየን ኣዴታት ስዋኣት እተን ደቀን ኣብ ሊብያ ተጨውዮም ኣብ ባሕሪ ጠፊኦም ደቀን ኣብ ፈቐድኡ ከርተት ኢሎም በጃኹም ባሩዱና ኢለን ነፅርአን ገንፂለን በረኻ ደገ ወፅን ከተማ ወፅን ገፀን ቀሊዐን ዝልምና እዞም ደቂ ስውኣት ኣላይ ዘይብሎም ጠዋሪ ዘይብሎም ኣብ ፍቐድኡ ፋሕ ኢሎም ዘለዉ ንሶም እዮም ደቂ ስውኣት ስለዚ ስድርኦም ነዚ ኢሎም ኣይኮኑን ተጋዲሎም ስድርኦም ነዚ ኢሎም ኣይኮኑን ሂወቶም ደሞም ኪዖም ስለዚ ኣበየላ እታ ናጽነት እዚኣሲ እቶም ስውኣትሲ ምተሓጎስ ኢልኩም ሕጂ ሰረብሬት ክትገብርዎ ክትፈልይዎ ዘለኹም ሰረብሬሽን ማለት እንታይ ማለት እዩ ሓደ ነገር ኣለና ኢልካ ተሓጒስካ እተብዕሎ እትገብሮ ነገር ማለት እዩ ስለዚ ነዚ ሰረ ብደየት ትገብሮ ኣበይ ኣለካ ዘይብልካ ሃገር ኣላ ኣበይ ኣላ እታ ሃገር ነብረላ ኣለኻ ወይ ተም ኣብኡ ዝነብሩላ ዘለዉ ይነብሩ ኣለዉ ከም ድላዮም ይዛረቡ ኣለዉ ከም ድላዮም በልዑ ኣለዉ ከም ድላዮም ይኸዱ ኣለዉ ህዝብና ማዕረ ክንደይ እዩ ብድኽነት ዝሳቐ ዘሎ ማዕረ ክንደይ እዩ ዝበልዖ ስኢኑ ዝኽደኖ ስኢኑ ኣብ ሓዋላ ተፀጊዑ ዝነብር ዘሎ እዚ ናባኹም ክገድፎ እየ ማለት እዩ ስለዚ እዚ ንስዋኣት ይኹኑ ንተጋደልቲ ይኹኑ ናጽነት ኣምጺኦም እዮም እሞ ንሶም ዘምጽኡልና ንዕኦም ኢና ናብ መንግስቲ ዘጸግዕ የብሉን ንሓደ ፓርቲ ኣይንሃቦ ንሓደ ውልቀ መላኺ ኣይንሃቦ ኢልኩም ተተዓሻሽዎ ንነብስኹም እዚ ካልእ እዩ ካልእ ኣርእስቲ እዩ ምክንያቱ ክሳብ ናፅን ኤርትራ ኣብ ትሕቲ ህግደፍ ዘላ ገበርትን ሓደግትን ክሳብ ንሶም ዝኾኑ ኤርትራ ክሳብ ኣብ ትሕቲ ውልቀ መላኺ ዘላ ኤርትራ ኣብ ግዝኣት እያ ዘላ ናፅነት ኣይወፀትን ምናልባት ነቲ መሬት ኢሰይስኣን ሓደን ኤርትራ ሪኮግናይዝ ኮይና ዓለም ኦኬ ኣብ ዓለም ሪኮግናይዝ ኮይና ኤርትራ እንታይ ኣፍሪኻ ኣነ ከም ልዋም ኣብ ዓለም ኤርትራ ሪኮግናይዝ ብምዃና ሓንቲ ነገር እየ ከሲበ ንሳ ከዓ ሬፊጂ ስታቱስ ተዋሂበ ስደተኛ ተባሂለ ካብዚኣ ወፃኢ ኤርትራ ኤርትራዊ ብምዃንካ ወይ ኤርትራ ድማ ኣብ ቴስዓን ሰለስተ ኒኮግናይስ ብምግባራ ዝኸሰብካዮ ነገር እንተ ኣለካ ኮይኑ ኣብ ታሕቲ ፀሓፈልይ ወይ ፀሓፉለይ ይኣንየለይ